ኣደይ ውነሽ ማማሲ በዛ ፍንጃል ጌልኪ ዘይቲ ሓንቲ ሽጉርቲ በርበረ ከዓ ተለክ ረኣይ ሌላት ወይለከይ ዘይሰምዖ ዘይብለይ እዚኣ ደኣ ስልሲ ሃባኒ ዘይትብል
ኖኖ እቲ ስልሲ እኳ በዓላ እያ ክትሰርሖ እታ ሓዊኣ ተሪፋታ እምበር ኣዴኻ እኮ ሓፃር ስልሲ እያ ትልምን ዘላ

ባባየ መስተይቲ ስተ በሎ እዚ ወደይ። መስተ ደኣ ገዲፍዎ እንድዩ። እንተዝገድፎ ዶ ሰንደልደል እንዳ በለ ኣቱሎ እዩ። ስለ ዘይበልዕ ዘሎ እዩ። ኣንታ እቲ ምብላዕ እሞ መን ከሊእዎ ኣዴኻ፣ ዝብላዕ ደኣ ኣለዎ እንዶ። ከይፈሰካ ሲ እቲ በርበረ ካብ ዓይንኻ ከይኣትወካ ዝወድ እታ ዘይቲ ከይትከዓወካ ቀስ ጌርካ ይዛ የቐኒልና ምሳኻ ምሳና ተመሳሓል ሕራይ ዝወደይ ኣነስ ናተይ ምሳሕ ኣለኒ ንስኹም ጥራይ ተመስሑ እንተ ደሊኻ ከኣ ምሳይ ምስ ኣዴኻ መጺኻ ትምሳሕ። ሕራይ ደኣ ደና እየ? ደና? እወ። ዋከይ ኣይ ኣይ እዋይ እዚኣቶምሲ ኣብየት እዚ ሳቦ ዶ ክበሃል ከምዚ እንዳገበርካስ ሓዳር ድዩ ካብ ወደይስ ከብደይ ንኸብዶም ዘቐድሙ

ዕድመን ጥዕናን ሃበና ክሳብ ንመውት ኣይትፈላልየና ኣሜን ኣሜን ኣሜን።
ወዲእካ ዶ?
ወዲኤ ብል እ ዘጉደልክዎ ጸሎት ኣሎ ድዩ? ወዲኤ ተልካ እኮ ወዲእካ ኢኻ ካልእ እንታይ ክትውስኽ ደሊኻ? ስማዕ እንዶ ንስኻ ኣብዚ ገዛ ነስቤዛ ሃበኒ ንሽጉርቲ ኮሚደረ የብለይ እንተ ኢለካ ብዙሕን ውሑድን ትዛረበኒ ካበይ ከምጸልኪ ደሊኽኒ ክሕነቕ ዲኺ ደሊኽኒ ትብለኒ ምሸት ምሸት ከኣ ክሳብ ዓንቀርካ ሰቲኻ ትመጽእ ኣለኻ ካበይ ተምጸልኻት ገንዘብ መልሰለይ
ኣንታ ኣምላኸይ እዚ ኩሉ ጸሎት ገብር ጸኒሐ ደኣ ኣይበጽሐን ማለት እዩ። መልሰለይ ካበይ ኣምጺኻ ትሰትዮ ኣለኻ ኣይኮነን ኣነ እዚ መላሊእካ ሓዳር ኣየድልየንን እዩ ሕራይ። ኣንታ ኣነ ደኣ እሞ ካበይ ኣምጺኣ ክሰቲ ኢልኪ ትሓስቢ ንዓይ የዕሩኽተይ እየን ደሲኒ ምኽንያቱ ጠባየይ ጥዑም እዩ ተጓዳኢ ባህሪስ የብለይን ከምዚ ናተይ ጥዑም ጠባይ ተለኪ እኮ ንዓኺ እውን ከስትዩ ክኽእል እኳ እየ። ሓቅኻ ዲኻ ናትካ ምስታይ እንዳጽላእንስ ኣነ ምሳኻ ተደሪበ ክሰቲ ኣታ ኣታ ቅሩብ ዶ ሕልና ድበሃል ኣለካ ሰይቲ ሰኽራም ዳበላ ይዋራዘያሉ ይውዕላ ኣለዋ ጎረባብተይ ሰሚዕካ ሕጂ ከኣ የዕሩኽተይ እዮም ደስትዩኒ ዘለዉ ተበልካኒ ኣይኣምነካን እየ ከምዚ ኢልካ ሓዳር ከኣ ስለ ዘየድልየኒ በቃ ንፋላለ ንፋታሕ። እባ ንዕባ ዘይከውን ኣይትዛረቢ ኣይክሓልፈልናን ዩ ጽባሕ ንግሆ። መዓስ ክሓልፈልካ ኣነ ምስ ሓለፍኩ ዶ ምስ ሞትኩልካ ይሓልፈልካ ከውን እወ። እውይ በጃኺ ለኪ እዚ ሕማቕ ዘረባ ኒዮ በልዮ ወይኒ ሓፍተይ ቂድመ ክግበረኒ ዘይከውን ኣይትዛረቢ። እሞ እንታይ ደኣ ክገብረካ
ክሳብ መዓስ እየ ኣነ እንዳመኻነኹ ሓዳርካ ከካይደልካ ሰሪሕካ ይትመጽእ ገንዘብካ ኣብ መሰን ቁማርን ተጥፍኦ ኣለኻ እስከ ሕሰብ ኣብዛ ወርሒ እዚኣስ ንስኻስ ነስቤዛ ዲኻ ሂብካኒ ንሽጉርቲ ኮሚደረ ንእኽሊ ዲኻ ሂብካኒ ንምንታይ ሂብካኒ ንወልሓንቲ ይሃብካኒ ሓዳረይ ፋሕ ከይብለኒ ግን ናብ ስድራይ ከከይደ ዘሎን ዘየለን እንዳመኽነኹ ገንዘብ ከምጽእ ሕጂ ከበይ ክኸይድ ኣበይ ኣትየ ከመኽነልካ ኣበይ ከይደ ክልምነልካ በቃ ንፋታሕ እንታይ እዚ እዋ እንታይ ንፋታሕ ንፋታሕ እዋ ስምዕዎ ፍትሒ እኮ ቀሊል ነገር ኣይኮነን ፍትሒ ከዓ መፍትሒ ኣይከውንኒ ካብ ኩሉ ነዚ ቆልዓ ረይ ዘየለይ ትዛረቢ በጃኺ ኣታ ንዕኡ ርኤ እኳ ክንድዚ ዓመታት ተጸሚመካ ምሳኻ ደኣ እሞ ሓሙሽተ ደቂ እኳ ደይጽናሕ ሓሙሽተ ደቂ ኣይጽናሕ እንታይ ካብ ትዛረብ ዘለኻ
በጃኺ ኢለካ ሕጂ ዘረባ ኣክል ዘረባ ቁርሲ ይኮነናኒ ቁርሲ ሃብኒ ቁርሲ እንካ ቁረስ ቁረስ ሰንካ ጋሃ ህጾ ወ ዝበደ ኣነ ኢልክ ትብኒ ባዕልካ ትፈልጥ ስለዚ በዚ ትብለ ዘለኽሲ ቁርሲ የለን ማለት እዩ ምሽ ቁርሲ ጥርት ብል እኽሊ የላን ጥርት ብል እኽሊ የላን የላን

ኣንታ ኣምላኽ እንታይ ዓይነት ሓዳር ኢኻ ሂብካኒ ንዓይ
እንታይ ደኣ ደሓን ዲኺ እንዲ ዝዋዕዋዕ ናይ ደሓን ኢና ዝቆናየ ነገር የለን ሰሚዐ ከለኹ ወይኒ ሓፍተይ ካብዛ ሰዓት እዚኣ ናብ ልበይ ተመሊሰ እየ መስተ ዝባሃል ኣይጥዕምን'የ ኣይኮነን ክሰቲ ድሰትዩ ከማን ክርኢ ድልየት የብለይን። እመን ኣይትእመን ከኣ ሕጂ ሕጂ ሕጂ ኩንታል ጣፍ ኩንታል መሸላ ኩንታል ፊኖ ዓዲገ ኣብዛ ገዛ ኮፍ ከብላ'የ ኮፍ።
ወይለከ እንዳ ኣለም ደኣ መርዓ ዶ ትሓስቡ ኣለኹም ኢኹም።
ዝምርዖ ቆልዓ ኣለና ድዩ ዶስ ዝወዲ ሸሞንተ ዓመት ቆልዓ ክመርዕዎ ደሊኽን። ክንድዚ ዝኣክል ኮናትል ደኣ'ሞ እንታይ ክንብል ኢና? እንታይ ይምልከተክን?
ሓዳር ክንደይ ትገብራ? ዋላ እባ'ኸ ሓዳረይ ደኣ ንስኻ'ዶ ጌርካለይ? ሓዳረይ ጌረስ ሓዳርካ እኳ ንኣልየልካ ኣለና። እዋ! እወ! ንስኽንስ ሓዳረይ ጌርክናለይ? ኣሊናልካ?
ሕማቕ ርኢና ኣሊናልካ? ንስኻ'ሞ በይትፈልጦ ሰሰኺርካ እንዳኣተኻ ኣይርደኣካን'ዩ። ዘይርደኣካ? በላ በላ ኣኽለክም ዘየለ ዘረባ ኣይትዛረባ ንከባበር ሐራይ ተሰተኹ ኸኣ ብገንዘበይ እየ ኣብ ገንዘበይ ከም ድላየይ ተይምልከተክን ንዓኽን። እች። ሓቅኻ ኣንበሳ ብራቮ። እምበኣር ኣሚንካሉ ብገንዘበይ ከም ድላየይ ትብል ኣለኻ ዝኾንካ እ ኣነ ግን ምስ ወደይ ኣብዚ ብጥሜት ተዓጺፈ እየ ዝሓድር ዘለኹ ሰሚዕካ ሳላ በዓል ኣደይ ውነሽ ሽጉርቲ ብሃባኒ ዘይትባብ ፍንጃል ኣለቅሓ ንኽብል ናብ ለማኒ ተቐይረ ኣለኹ። ንስኻ ከኣ ብገንዘበይ ጸጸጊበ እመጽእ ኣለኹ ትብል ኣለኻ። ሓቀይ? ምሳኻ ሓዳር ኣየድልየንን እዩ እባ ንፋታሕ። ወድየ ኣለኹ። ኮናትልካ ንዓኻ ኣየድልየንን እዩ ንፋታሕ። ሓቅኺ ምስ በዓል እዚ ነገር ጥራይ እዩ ዘድልየካ። ኣበይ ከ ረኸብክዮ ጓለይ? ካበይ ከኣ ረኺዮ? እግዚኣብሄር ጸልየለይ። ዋይ!
ክትፋትሕ እያ ክትደሊ? ክፋታሕ እደሊ እምበር ኣነ። ክትፋታሕዎ ትደሊ? ትርእዮ ዘለኻ እዚ ገጻ? እንታይ ትመስል ኣላ ናይ ሓሙሽተ ናቕፋ መዓልታዊ ሓምሊ እንዳብላዕካሲ እንታይ ኣምሲልካያ ኣለኻ? እዚ እኮ ብጥበበይ ዝገበርክዎ እዩ ሰሚዕኽን ኣለኽን ሓምሊ ከኣ ንጥዕና ጽቡቕ እዩ ሓኻይም እውን ሚእቲ ግዜ ሓምሊ ብልዑ ክብሉ ይውዕሉ ኣለዉ። እሞ መጠኑ ዝሓለፈ ብልዑ ዶ ኢሎም እዮም? ሄክታር ምሉእ ሓምሊ እንዳብላዕካስ ኣታ ኣንበሳ ከም ዝቐተልካ ከኣ ኣፍ ልባ ነፊሕካ ክትዛረብ እዋይ ዋው ከይትሓፍር እንዲኻ።
ስምዒ እዘን ሰበይቲ እዚኤን ዝተዛረብኩ ተዛሪበን ንዓይ ኣይኣምናንን እየን ቅድሚ ትማሊ ርብዒ ኪሎ ጨጎራ ኣምፅኤ ዶ ኣይምፃእ? ኣታ ስቕ ደይትብል ደይትስተር እንታይ ኢኻ ኾንካ? እንታይ እሞ ጨጎራ መተሓላለፊ ቅልቀል ኣምፂእኻለይ እሞ ካብ ዓመት ኣምፂኡ ስለ ዘይፈልጥ ጓለይ ዋይ ወረተኛ ሕጂ ዘረባ ይደልን በቃ ክዳን ክቐይር ንዓና ይንፀሓፍ ንፋታ ክትፋትሕ እየ ክትበሊ እደልን ፈረቓን ፅቡቕ ኣብ ቂድመ እንክዛረበኪ ግን ፅባሕ ንጎ ተጣዒሰ ዶ

ትቆንዞ ኣለኻ ምሽ ተቆንዝወኒ ኣለዋ ታመነሽም ክሓወይ ክገርመካ ከምዘን እግረይ ከዓ ኣይርከባን እየን ተሴረ ማለት ዲጡም ሰባት ከምኡ ባይ ትበል ከመይ ከዘይብል ኣተሓወይ ኣቦ ቆልዑት እኳ እዩ ያያ ሓቅኺ ግን ደሓን ጥራይ ይጥዓየልና ንሱ እምበር ብዛዕባ ደቅኹም ጸገም ዝበሃል ነገር የለን የግዲ እግሪ ሴርካ ደኣ እሞ ናበይ ክትከይድ ግን ኣነ ዝገርመኒ ሲ እንታይ ኢኻ ትሓስብ ነርካ ኣረ ነው እንደ እንታይ ሓስብ ነይረ ከማን ኣይርዳእንን ኣፍቂርካ ኣለኻ ስኻ ብዛዕባ ፍቕሪ ኢኻ ትሓስብ ነርካ ተዛሕርቐካ ከዓ ሲ ክንደይ ደይ ሰርሑ ከለዉ ሲ ኣቤሎ ፃዕራም ኣቤሎ ሕያዋ ኢልካ ስናባይ እንታይ ኮንካ እታ ሶሪ እዚ ሓደጋ እዩ ኣነ ኮነ ኢለ ዝፈፀምኮ ነገር ኣይኮነን ረፈና እንዶ እሞ ነይሮምኻ እንዲዮም በዓል ተወልደ ነይሩ ኪዳነ ነይርካ እዞም ሳት እዚኦም ኣይሰርሑን እዮም በዓል ሊላይከ ክፍላይ እንቋይ እዞም ኩሎም ናበይ ክትሰዶም ንዚኦም ገዲፍካስ ናባይ ኣበይ ኣሎ ፃዕራ ኣብያ ኣሎ ንፉዕ ኢልካስ ይገርም እዩ
መንሽንጋ እዚ ሓደጋ እዩ ኣነ ንባዕለይ ካብ ዓዲ እንግሊዝ ንክምርዖ እየ መፅእ ኣሰይ ዋይ ንባዕልኻ ደኣ እሞ ሓደጋ እንዲኻ ረኺብካታ መን ኢኻ ሞሽምካ ስምኦን ይበሃል ውይ ስምኦን ሓወይ ንባዕልኻ ሓደጋ ረኺብካ መገሻኻ ፅቡቕ መዓስ ረኺብካ ደሓን ከምዚ ዝበልካዮ ግን ኣለሞ ይሕወየልና ኣነስ እየ ድብለካ እዚ ስነ ስርዓትካን ትሕትናኻን ርኤ ሓፍተይ ኣላ እሳን መልክዓ እሳን ትሕትናኣን ቁመናኣን እየ ድብለካ ፅዕዲ ቢዘነ ክንደይ ለሚኖማ እንዲ ኣብያ ዘላ ንዓኻ ግን ባዕለይ ክንምነልካ እየ እዋ ሓቂ እያ ናይዚኣ እሞ ጥራይ ኣነ እዛ እግረይ ጥራይ ይሕወ እምበር ሰሚዕካ ኣለኻ ዝሓወይ ባዕለይ ክልምነልካ እየ ከምዚ ሰብ እዚ ኣይትረኽብን ኢኺ ኢለ ባዕለይ ከማፃልካ

ብዙሓት እዮም ለሚኖማ ዶ ክትብላ ይጸናሕካ እንታይ ኢሎም ድሞ ዝልምንዋ መንሽምካ ሓወይ ሕንጉጉ እንድያ ትመስል በጃኺ ኣይትመርዓዊ እዚ ክፋእ ኣባኺ ይዛዘም ኢሎም እዮም ዝልምንዋ ካልእ እኮ ኣይኮነን
ከምኡ ኣይትበል ኩሉ ብኣርኣያ ስላሴ ዝተፈጥረ ሰብ ፅቡቕ እዩ ድሓር ከ ኣብ ሂወት ቀንዲ ኣገዳሲ ነገር እኮ ጠባይ እዩ መስለኒ እዚኣስ ፅቡቕ ኣለኻ እዛ ትረኣየካ ዘላ ሕጂ መልክዕ ኣለዋ ግን ጠባይ የለ ፋካ የለ ዕግርግር ጥራይ ኣታ ርእስኻ ዲኻ ተሃሪምካ እንታይ እዚ ኩሉ ሃተፍተፍ ጥዑይ ድዩ እዚ ቃንዝኡ ገዲፉ እስክንዲ ዝዘረባ ንዓናይ ወዲ ይውሰደና
ቃንዛ ጀሚራትካ ጀሚራትኒ እዚ እኳ ዶንጊያ እዚ እኳ ዶንጊያ እታ መዓረይ እግሩ እተሰበረ ሰብሲ ኣፉ መረቕ ጥራሕ ክሰትየሉ ደሎ እምበር ክንዲ ዝክዛረበሉ የብሉ ሓቅኺ ሓቅኺ
ስጋ ከዓ ምስኡ ስጋ ናይ በጊዕ እዩ። ኣበይ እሞ ተረኺቡ ሓን ሓን ጥራይ እሱ ይጥዓየልና እምበር እዚ ትብልዎ ዘለኹም ነገር ቀሊል እዩ ክገብሮ ይኽእል እየ ዋይ ስምኦን ሓወይ ጥራይ የሕወየልና ከምቲ ዝበልካዮ እምበር በጊዕ ደኣ እሞ ዋጋ ክንደይ ኮይኑ ንስኻ እኮ ካብ ዓዲ እንግሊዝ መፂኻ ደኣ እሞ ዋይ ዝደለኳ በጊዕ ደኣ ግን ኣይገርመክን ካብ ዓዲ እንግሊዝ መፂኡ ልዕሊ ክንደይ ሚልዮን ሰብ ከሎ ብዛ ዓዲስ ኣቤሉ ሕያዋይ ኣበይ ኣሎ ኢልካስ ናባይ እዚኣስ ዋላ እኳ እየ ምርዳእ ኣብያት ንደሊ ሶሪ ዝሓወይ መን ኢኻ እሞ ሽምካ ኣለም ይበሃል ኦኬ ኣለም ኣነ እዚ ኮነ ኢለ ዝፈጸምክዎ ነገር ኣይኮነን ሓደጋ እዩ ዳትስ ኣክሲደንት በቃ ኣንሕና እውን እኮ ኮነ ኢልካ ፈጺምካዮ ይበልናካ ግንሲ ከመይ ኢለ እያ ካብዚ ኩሉ ሰብሲ ናብ እግሪ ኣለም መፅያ ኣታሃቶ
ሶ እንታይ ማለትኩም ኢኹም ኮነ ኢልካ ኢኻ ሃሪምካና ዲኹም ትብሉኒ ዘለኹም ክኸውን ይኽእል እዩ ዋና ገዛና ደይውነሽ ሕጂ ካብ ብሂወት ከለኹም ወይ ተኽሪኣኒ ባህብለን ክመውት እየን ዝደልያ እሰን ልኢኻ ናኻ ተኾናት ኣይንፈልጥን ኣሕና ወርይ ኣነ ኣደ ይውነሽ ትበሃል ሰበይቲ ኣይፈልጥን እየ ምዃን ይትረፍካ እኳ ኣይፈለጥካዮን ቁተሎ ከ እምበለኻ ነይረ ኦ ኣለም ሶሪ ካብዚ ንላዕሊ ኣነ ክዛረብ ኣይክእልን እየ ዘረባ እኽለና መስለኒ ዋ እንታይ ደኣ ትኽእል እግሪ ምስባር ንሳ ደኣ መን ከርክቦ ድላይካ ተዛሪብካ ሲ ዘረባ ኣይክእልን እግሪ ምስባር እሞ ብኣ እዩ ተመሪቑ ኢሎምኺ ደሓን ውሰደና ዝሓወይ ይቕንዘወኒ ኣሎ ግዳ እወ ውሰደና ዝሓወይ ኣብቲ ሕክምና ንኣና ይጥራይ